ቃል እዝግኣብሄር እንድሕር ደኣ ርኢና ኣብ ኤርምያስ ምዕራፍ ዕስራን ክልተን ጥቕሲ ዕስራን ትሽዓተን እንታይ ይብል ኣታ ሃገር ቃል እዝግኣብሄር ስምዒ ኣታ ሃገር ቃል እግዝኣብሄር ስምዒ። ነቲ እምኒ ኣይኮነን ነቲ ጎቦ ኣይኮነን ነቲ ሩባ ኣይኮነን ንዓይ ንዓኻ ንኹላትና እዩ ቃል እግዝኣብሄር ስምዒ ቃል እዝግኣብሄር እንተ ጌርካዮ ህይወት እዩ እንተ ዘይጌርካዮ ግን ሞትን መርገምን ሕማምን ከምዚ ህጂ ዘይፍወስ ቃንዛ የምጽእ። ኣታ ኤርትራዊ ስማዕ ኣታ ሰብ ስማዕ እግዝኣብሄር ሎምዓንቲ ክትሰምዕ እደልየካ ኣሎ ኣታ ጽቡቅ ዘየሎ ጽቡቅ ኣሎ እትብል ስማዕ እዙይ ሎምዓንቲ ዝኮነ ኩልግዜ ንሕና ዕርቃንና ሸፊንና ንከይድ ስዝቢ ኢና። ብዙሓት ሰባት ነዙይ ከም ውርዝነት እዮም ዝሓስብዎ። ድንቁርና እዩ ግን። ዕርቃነይ ኣዐርየ ክፍኤይ ኣዐርየ እንትኹርኩር ኣለይ ሰብ ዝበሃል እምበር ኩሉ ግዜ ዘይ ኣነ ኮይነ ክቀርብ ተሓሰብኩ ዋጋ የብሉን። እዚኦም ጥራይ ኣይኮኑን ኣሕዋትና ኣብዚኦም ሓፍተይ ኣላ። እዚኦም ጥራይ ግን ኣይኮኑን ኣሕዋትና ኩሎም ንዓይ ኣሕዋት እዮም እዚኦም ጥራይ ዘይኮነ እቶም ብቴስዓን ሽዱሽተን ዓመተ ምህረት ዝመቱ ከይተረፈ እቶም ዓሳ ዝበልዖም ከይተረፈ እዚኦም ደኣ ረይስኦም ከማን ረኺብና እዚ ኩሉ ግን እንታይ ይበሃል ነይሩ ኣፍሪቃውያን እዮም እዚ ኩሉ ግን እንታይ ይበሃል ነይሩ ጓኖት እዮም ሕጂ ከ እዚኦም ተዝሞቱ ነይሮም ኣብቲ ባሕሪ ሎሚ ግን ደም ኣሕዋትና መስኪሩ ንሕና ኤርትራውያን ኢና ኢሉ ንሕና ኤርትራውያን ኢና ኢሉ ንሕና ኣይተዛረብናን እኮ እሱ ተዛሪቡ ጽቡቅ ከም ዘየለ ኣብቲ ዓዲ ተዛሪቡ መጽሓፍ ምሳሌ እንታይ ይብል እቲ ገበኑ ዝኽውል ኣይሰልጦን እዩ እቲ ዝናዘ ዘሎ ግን ምሕረት ይረክብ። እዚ መርገም ናይቶም ኣብ ኣብያተ ማእሰርትታት ዝበልዩ ዘለዉ እዚ እዩ። ኣየጎይለናን ዲና? ኣይሳዕሳዕናን ዲና? ኩላትና ግደፍዎሞ ሕጂ ሎሚ ንቃወም። ዓሰርተ ዓመታት፣ ዕስራ ዓመታት ኣብ ቤት ማእሰርቲ ብዘይ ገበን ዝተሳቐዩ ሰባት ኣለዉ። ኣብ ተለቪጅን ክዛረብ ከሎ ከም የሱስ ክርስቶስ ዝዛረብ ዘሎ ከም መድሃኒ ኣለም ዝዛረብ ዘሎ ኣይወዛወዝናን ዲና ኣታ ሃገር ቃል እግዚኣብሄር ስምዒ ፍትሒ ኣይተቐይንኒ ሓቂ ተዛረቢ ኣታ ህዝቢ ሓቂ ተዛረብ ሓቅኻ ሓራ ከተውጽኣካ እያ። ሴፍ እግዚኣብሄር ሬሳ ዓቢጥና እነስሕቕ ሰባት ኢና ሬሳ ዓቢጥና እነጎይሉ ሰባት ኢና ሬሳ ዓቢጥና ደንኬራ ንገብር ሰባት ኢና ሞትን ብኽያትን ፌስታን ዝተሓወሰና ህዝቢ ሓጢኣትን ጽድቅን ዝተሓወሰና ህዝቢ ክፋእን ጽቡቕን ዝተሓወሰና ህዝቢ ንሕና ኤርትራውያን ኢና ንሕና ኮምዚ ኢና ኣበይ ኣሎ ኣበይ ኣሎ ለማዓንቲ ሓቂ ክዛረብ እየ ዝኾሪ ይኾሪ ደስ ዝብሎ ካኣ ደስ ዝብሎ እዩ ንሕና ብሙሉእና እንታይ ኢና ቀተልቲ ሰብ ኢና ንሕና ብሙሉእና እንታይ ኢና መጠቓዕቲ ኢና ንሕና ብሙሉእና እንታይ ኢና ዘይረኣናዮ ዘይሰማዕናዮ ብሓሰት መስኪርና ሰባት ክጠፍኡ ከለዉ ነጣቕዕ ኢና። ክንደይ ሰባት ነዛ ሃገር እዚኣ ተቓሊሶም ወጺኦም ኣብ ቤት ፍርዲ ከይቀረቡ መዋእሎም ኣብ ቤት ማእሰርቲ ዘለዉ ኣለዉ። ክንደይ ሰባት ብእሾኽ ዓላ ቂድመና ተሃረሙ ሰባት ኣይነበሩን ድዮም? ኣስላማይ ክሕረድ ከሎ ክእሰር ከሎ ተኦርተደክስ ትም ይብል። ጴንጠ ክእሰር ከሎ እቲ ኦርተደክስ ትም ይብል። ህጂ ኣብዛ መባና ምስ መጸት ታይ ኮይና ጸላዕላዕላዕላዕ ኢላና። እዙይ ንእሽቶይ ሕጸ እዩ እዚ መርዓ ገና ኣሎ ምስ ዘይንምለስ እንታይ ምስ ዘይንኸውን ጸግዒ ሓቂ ምስ ዘይንኸውን ሰባት ተኣሲሮም ከለዉ ሰባት ኣይተኣሰሩን ትብሉ። ሰባት እንዳሞቱ ከለዉ ሰባት ኣይሞቱን ትብሉ ጽቡቅ ኣለና ትብሉ ንሓደ ሰብ ሓድነት ይፈርስ ንሓደ ሰብ ሃገር ይፈርስ ንሓደ ሰብ ጨላቅዕ ይመቱ ከመይ ገሮም እዮም እታ ኤርትራ ዝነብሩላ መንእሰያት እታ ከይጎፍሩ እንዳበልካ ተሸቁሪርካ ትነብረላ እታ እግርካ መሊእካ ከም ካልኣይ ዜጋ ዘይኮነስ ከም ፍጡር እግርካ ረጊጽካ ዘይትዛወረላ ሃገር እና ንፈልጣ እኮ ኢና እዚ ሓሲብካ ኢሎም ኣምላክ ተረኪቦምሲ ሓሲብካ ሓሲብካ እኳ እዩ ስግረዶብ ክትከይድ ሓሲብካ እንታይ ሓሲበ ኣምላክ ጥራይ ንዓይ ዝፈልጠኒ እንታይ ሓሲበ መን እዩ ዝፈልጥ ፈጣሪ ጥራይ እዩ ዝፈልጥ ሰብ ኮቶ ክፈልጥ ዓቅሚ ይብሉን ካብዞም ኣብዚ መይቶም ዘለው ከይሓሰብዎ ከለዉ ሓሲብኩም ተባሂሎም ተኣሲሮም ጓሕ ዝወጹ ሰባት እዮም ብድሕሪኡ ሓሲቦም ተጨኒቆም እዚ ኤርትራ እዚ ምስልና ካልኦት ሰባት ኣይንኹን ሆስእ ምዕራፍ ኣርባዕተ ጥቅሲ ሓደ ኣቱም ደቂ እስራኤል ቃል እዝግኣብሄር ስምዑ ሓቅን ሳህልን ፍልጠትን ኣምላኽን ኣብቲ ሃገር የልቦን እሞ እግዝኣብሄር ምስቶም ኣብቲ ሃገር ዝነብሩ ዘለዉ እንታይ ኣለዎ ነገር ኣለዎ። ምሳኻ ምሳይ ምስቲ ጳጳስ ምስቲ ቐሺ ምስቲ ይቕድስ እየ ዝብል ምሳኻ ምስታ መንእሰይ ሞት ፈሪህካሲ ትመውት ዘለኻ ሞት ፈሪህና እኳ ኢና ንመውት ዘለና ንሕና እኮ ፍሉያት ኢና ኣንስትና ገዲፍና ንሃድም ኣቦታትና ግን እንታይ ይብሉ ነይሮም ኣብ ሰበይቱን ኣብ መሬቱን ይበሃል ነይረ ቀደም ስለዚ ንሕና ሰባት ኢና ካብ ማስሚድያ ንሕባእ ሰባት ማስኬራ ጌርና ንቃወም ሰባት ዝብል ሕጊ እናበይ እዩ ቃል እግዚኣብሄር እንታይ ይብል ሓጥኣን ግን ዝመጾም ዘይብሎም እንታይ ይኾኑ ይሃድሙ እዚ ኣምሳያ ሓጢኣትና እዩ ሎሚ ኣምላኽ ምምላስ ሽደሉ ኣሎ ሎሚ እግዝኣብሄር ነገር ኣለዎ ኣብ ሃገርና እኮ ኣብ ዓለም ዘይተገብረ እዩ ዝግበር ፓትርያርክ ኣሲርካ ሲ ብሓሶት ፓትርያርክ ኢልካ ጸሎት ትገብር ኣብ ቤተ ክርስትያን እኳ እዩ ደራማ ዝግበር ኣብ ቤት መቅደስ እኮ እዩ ድራማ ዝግበር ዋላ እቶም መስቀል ዝገበርና ዋላ እቶም ልብሲ ዝገበርና ናይ ሓሶት ልብሲ ናይ ሓሶት መስቀል ሸቀ ቢዝነስ እግዝኣብሄር ነገር ኣለዎ ሎሚ ነቢዐ ኣለኹ ዘይነባዕኻ ፅባሕ ክትነብዕ ኢኻ ነገር ኣለዎ ምሳኻ እግዝኣብሄር ፍርዲ ኣለዎ ምሳኻ እግዝኣብሄር ይሰርሕ እዩ ትፈልጡ ዲኹም ብሰንኪ ፀሎት ኤልያስ ሰለስተ ዓመት ሙሉእ ኣካባቢ እንታይ ኣይነበረ ማይ ኣይነበረን ብሰት ጸሎት እቶም ኣብኡ ዘለዉ ሰባት ከ ማይ ኣይኮነን ምሕረት ኣየቋርጽን ስለዚ እግዝኣብሄር ነገር ኣለዎ ምሳና ምስቶም ንሓቂ ሓሶት ንሓሶት ከኣ ሓቂ እናበልና ንኸይድ ኣቱም ደቂ ሰብ ስቅ ብምባልኩም ዶ ጽድቂ ትዛረቡ ሓቂ ድኸ ትፈርዱ ኢኹም መዝሙር ዳዊት ምዕራፍ ሓምሳን ሸሞንተን ጥቅሲ ሓደ። ኣቱም ደቂ ሰብ ስቅ ብምባልኩም ዶ ጽድቂ ትዛረብ ኣለኹም ብዙሓት መራሕቲ ሃይማኖታት ስቅ ስለ ዝበሉ ጻድቃን ዝመስሉ ዝኾኑ ዝመስሎም ኣሎ እዚ ግን ሓሶት እዩ ጻድቃን ስለ ሓቂ ተመይቶም ዮሃንስ መጥምቅ ምተሰየፈ ዶ ነይሩ እዩ ክጽልየሉ እየ ንንጉስ ሄሮዶስ እንተ ዝብል ግን ከይዱ እንታይ ኢልዎ ሰበይቲ ሓውኻ ክትወርስ ኣይግበእካን እዩ በልዎ መዓልታዊ ከይዱ ሰበይቲ ሓውኻ ክትወርስ ኣይግበእካን ሰበይቲ ሓውካ ክትወርስ ኣይግበእካን እዩ ስቅ ምባልሲ ጽድቂ ስቅ ምባል ግን እንታይ ስቅ ብምባልኩም ዶ ጽድቂ ትገብሩ ኣለኹም ስለዚ እግዝኣብሄር ኣብ ሃገርና ይቁጣዕ ነታ ናይ ቃል ኪዳን እኮ ኢና ብሰለስተ ሚእቲ ንሸጣ ነታ ናይ ቃል ኪዳን ዘይ ሰብኣይን ሰበይትን ሰብኣይን ሰበይትን ኢሎም ፈሪምና ብሰለስተ ሚእቲ ቅርሺ ነሽጣ ስለዚ እዚ እዩ እቲ ዘለና እሰያስ ምዕራፍ ሓሙሽተ ዕስራ። እቶም ነቲ እከይ ስሰናይ ንሰናይ ከኣ እከይ ዝገብሩ ዝብሉ ንጸልማት ብርሃን ንብርሃን ድማ ጸልማት ዝገብሩ ወይሎም። ነቲ እከይሲ ሰናይ ንጸልማት ከኣ ብርሃን ዝብሉ እንታይ እዮም ወይሎም። እምበኣር ኣብ ጸልማት ከለና እሺ ብርሃን ኣለና ኣይትበሉ ወዲኤ ቀሪበ እየ ንእሽተይ ጥራይ ኣብዚኣ ኣላትኒ ከም ቃል እግዝኣብሄር ንንበር። ህዝቅያስ ዓሰርተ ሽዱሽተ፣ ኣርብዓን ትሽዓተን ህዝቢ ሳማርያን ደሶ ሶዶምን እንድሕር ደኣ ርኢና፣ ንጥኑሳት ንጥኑ ን ብዘይ ምክንኻን ሓጢኣት ንጭኑቓትን ንሽጉራን ብዘይ ምክንኻኖምሲ እንታይ ይብለና ሓጢኣት ኮነሎም ይብለና ብዘይ ምክንኻኖም ስለዚ ኣሕዋተይ ሎሚ ብኽያት ዘድልየና ንዓና ነዞም ኣብዚ ዘለና እዩ። ሓዘን ዘድልየና ነዞም ኣብዚ ዘለና ተንቀሳቐስቲ ኣስከሬን እዩ። ብኽያት ዘድልዮም ነዞም መይቶም ከለዉ ኣነ ዘድልየሉ ሰዓት ክመጽእ እኳ እዩ። ንስኻ ተድልየሉ ንስኻ ተድልየሉ ሰዓት ክመጽእ እኳ እዩ። ሰብ ክቡር እዩ። እቶም ጎይላ ዝገብሩ ዘለዉ፣ እቶም ዳንኬራ ዝገብሩ ዘለዉ፣ እቶም ባንዲ ዝገብሩ ዘለዉ። ምስኦም ነገር ኣለዎ። ካብ ምስ ኣምላኽ ንግብር ምግባር ይሰውረና። ኣሽ እኳ ኣምላኽሲ ሓያል ሰብ እኳ ምሳኻ ነገር ኣይግበር። ስለ ዝሰማዕኹምኒ ጽን ኢለ እየ ኣዝየ የመስግነኩም። ግዜ ኣኺልና ሰለ ዘሎ እምበር ብዙሕ ፕሮግራም እዩ ነይሩና። ጸሎት ናብ ኣቦና ኣኽበኩም እየ ብጸሎት ብትርት።